ሕማቕ ዕድል ኣይተተዓደሎ እዩ። ሓንቲ ኣዝያ መልክዐኛ ግን ከኣ ዓይነ ስውርቲ ማርታ ዝስማ ጓል ነበረት። ወትሩ ኣብ ጽምዋ ዕጹው ገዛ ተሓይራ ብምጥፋእ ርእሰ ተኣማንነት ነብሳ ብምትሓትን እናተሳቐየት ትነብር። ብኸምዚ ምኽንያት ከኣ ምስ ወላ ሓደ ሰብ ከይተራኸበት ውዒላ ትሓድር። ንዓለም ከይረኣየታ ትነብር ምህላዋ ኣዝያ እያ ተስተማስል። እታ ሓንቲ ኣብ መዓልቲ ሰለስተ ግዜ መግቢ ሒዛ ናብ ዕጽውቲ ገዝኣ ንኽትኣትዋ ዝፍቀደላ ንእሽቶ ሓፍታ፣ ካብዚ ጸገም'ዚ ህይወታ ምሕላፍ ከም ዝሕሻ ብምምራር ክትዛረብ ምስ ሰምዐታ፣ ንጭንቀታ ዘፍኹስ ገለ ነገር ክትገብረላ ከም ዘለዋ ሓሰበት። ምስ ሓደ ብናይ ስነ-ልቦና ከጽናዕንዓ ይኽእል እዩ ዝበለቶ ሳይሞን ዝተባህለ ለባም ሰብ ከይዳ ብዛዕባ ኩነታት ሓፍታ ብሰፊሑ ተመያየጠት። እዚ ለባም ወዲ ወጋሐ ጸብሐ ናብቲ ገዘን ተመላለሰ። ወትሩ መጺኡ ካብኣ ርሑቕ ግን ከኣ ትሰምዕኒ እያ ኣብ ዝበለሉ ቦሳ ኮይኑ ጥዑም ዘረባ ከስምዓ ጀመረ። በብቑሩብ እውን ዘረብኡ ወልፊ ግዲ ኮይንዋስ ካብቲ መደቀሲኣ ተሲኣ ብመስኮት ተጸጊዓ ክትሰምዕ ጀመረት። እዚ ወትሩ ናይ ስነ ልቦና መጽሓፍትን ጥቕስታትን እንዳ ዘርዘረ ብዓወታ ዝዛረብ ወዲ ብልክዕ ልባ ስለ ዝተንከፋ፣ ነታ ንእሽቶ ሓፍታ መን እዩ እዚ ኹሉ ግዜ ምሳኺ ዘዕልል ወዲ በለታ። ንሳ ድማ እዚ ለባም ብሩኽ ወዲ እግዚሄር እዩ ኩል ግዜ ድማ ከመይ ኣላ እዛ ሽኮር ሓፍትኺ እዩ ዝብለኒ ክኸብረኪ ርእኽ ኣይትፈልጥን ከይትኹሪለይ ኢለ እየ እምበር እዚ ኹሉ ሒዛኪ ዝመጽእ ክዳውንቲ ኾነ እታ ቴብን ካሲሳትን እኮ ንሱ ባዕሉ እዩ ገዚኡልኪ ሃብያ ዝብለኒ ብምባል ልባ ክትሽርሽራ ክትጅምርን ወዮ ወዲ ማዕጾ ጎኒጹ እቱብ ክብልን ሽማ ረቝሑ ሓፍተይ መዓረይ ኢሉ ሓቚፉ ክስዕማን ሓደ ኾና። እሞ ንሳ እውን ዘይተጸበየቶ ማና ከም ዝረኸበት ብሓልዮቱን ብተገዳስነቱን ተገሪማ ሓቚፋቶ ፊቕ ፊቕ ኢላ በኸየት። ብኸምዚ ዝጀመረ ርክቦም እናሓደረ ክማሙቕን ክዓሙቕን ጀመረ። ዳርጋ መልኣኽ እግዚኣብሄር ኮይኑ ተራእያ። ብኹሉ ምሉ ናብ ሓንቲ ትስፍውትን ምልእትን ሰብ ተቐየረት። ብጣዕሚ ኣዝያ መልከዐኛን ዘደንቅ ትዕድልቲ ዘለዋ ግርማ ሞጎሳ ዘይድፈር ጓል እያ ኮታስ ብዘይካ ናይ ምርኣይ ወላ ሓደ ኣበር ክተውጽእላ ዘይትክእል ሄዋን እያ ብከምዚ እምበኣር ምስዚ ለባም ወዲ ጽቡቅ ሂወት ጀመሩ ፍቅሮም ድማ ካብ መዓልቲ ናብ መዓልቲ ክብ እናበለ ከም ማይን ጸባን ክወሃሃዱ ጀመሩ እቲ ዘቅንቅ ተጀሚሩ ዘሎ ፍቅሮም ብከምዚ ከብቅዕን ክድርትን ከምዘይኮነ እኳ ደኣስ ክምርዓውን ክወልዱን ምኳኖም ደጋጊሙ ክገልጸላ ጀመረ ንሳ ግን ሓንቲ ዘይትቕየር ዝርኢ እንተ ዝኸውን ትብል መልሲ ነይራታ። ንሱ ድማ ናይ ምርኣይን ዘይምርኣይን ኣየገደስንን ኢሉ ብዓይነ ስውርነትኪ ክምርዓውኪ እየ ትብል ደረቕ ምጉት ሒዙ የረድእ። እንተኾነ ንሳ ካብ ምሒር ናቱ ሓልዮት ሰኸም ከይኮኖ ብምባል ኣየድልየካን እዩ ዝርኢ እንተ ዝኸውን ሕዚ ምተመርዓኹኻ ብምባል ወትሩ ዘይቕየር ትምልሰሉ ነበረት። እንሆ ድማ ሓደ መዓልቲ ክልተ ኢዳ ጨቢጡ ኣብ ቅድሚኣ ብርኩ ናብ መሬት ሸኺሉ ቃል እተውለይ፣ ምርኣይ ምስ ጀመርኪ ክተምርዓዊ ምዃንኪ በላ። ጽውይጽዋይ እኳ እንተ መሰላ ንቓላቱ ከይተዕብር ኢላ ግን ቃል ይኹነኒ በለቶ። ብኸምዚ ድማ ኣብ ምዉቕ ርክብ ከለዉ ብምስጋር ናይ ሕክምና ክልተ ዓይኒ ዝህብ ሰብ ዝረኸበት። ምስዚ ድሮ ብፍቕሩ ልባ ዝዓበረት ወዲ ክትምርዖን ክትድርዖን ብልባ ዝተመነየቶ ክፍጸመላ ብምኽኣሉ ኣዝያ እንዳተሓጎሰት ብኸምቲ ዝተባህለ ናብ ሆስፒታል ብምኻድ ዕውት ናይ ምስጋር መስርሕ ብምፍጻም ክልተ ዓይኒ ተሰኩዑላ። ድሕሪ ሰዓታት ካብቲ ኣብ ነብሳ ዝነበረ መደንዘዚ መድሓኒት ተገላጊላ ቁሩብ ነብሳ ክትፈልጥ ምስ ጀመረት ኢንፍዩጅን በጢሳ ካብ ዓራት ወረደት እሞ ኣበይ ኣሎ ሳይሞን ኣበይ ኣሎ ሳይሞን ብምባል ጸወዐት። ኣብ ሓደ ክፍሊ ይጽበያ ከም ዘሎ ምስ ነገርዋ ብጉያ ከይዳ ኳሕኩሐቶ። ንሱ ድማ ብውሽጢ ሸጒጡ ክኸፍተኪ እየ ምስ ረኣኽኒ ከም ትምርዕውኒ ዝኣተኽዮ ቃል ዘክርዮ ብምባል ማዕጾ ጋሕ ኣቢሉ ክሓቑፋ ክልተ የእዳዉ ዘርግሐ። ዓይና ኣጉሊሃ ርእያቶ ብኣንጻሩ ክልተ ዓይኑ ዝዓወረ ወዲ ኮይኑ ረኸበቶ። ክሕቆፍን ክሕነቕነቕን እንዳተጸበየ ሰላም እኳ ከይበለቶ ከማይ ዓይነ ስዉር ኣይመሰልካንን ብምባል ገዲፋቶ ንገዝኣ ከደት። ምስኪናይ ወዲ ፈዚዙ ኣብ ጸልማት ጽምዋ ዓለም ንበይኑ ተረፈ። ደብዳቤ ኸዓ ክጽሕፈላ ተገደደ። ሰላም ሰላም ንዓኺ ይኹን ማርታ፣ ሰሰናዩ እናተመነኹ ንዓኺ ዘየሸግርን ዘየዳኽምን ሓደ ነገር ክላበወክሞ ሓደራ ክትፍጽምዮ። ንዓኺ ደሓን ኣይምረዖክን እየ፣ ምሳኺ እውን ቃል ኪዳን ኣይኣስርን እየ፣ እንተኾነ ግን ምስተን ዝዓደልኩኺ ክልተ ብርሃን ዓይነይ መታን ክምርዖ ናብ መቓብረይ ቬሎ ኣልብስየን ምጺ። በላ። ንኽሕደትን ጥልመትን ጽምዋን እብረትን ክትጻወር ብዘይምኽኣሉ ድማ ነብሰ ቅትለት ፈጸመ። ንሳ ድማ ምሒር ስለ ዘፍቅራ ንኽምርዓዋ ኢሉ ክልተ ዓይኑ ዝለገሰላ ሰብ ብምብዳላ ሕልናኣ ሰላም ኸልኣ።